ሰላም ዝኸበርኩም ተኸታተልቲ ቀንዲየል ካብ ሎሚ እሾክ ብብልሓ ትፍጠር ዝብል መደብ ክቐርብ ምዃኑ እንዳሓበርኩ ንሎሚ ንክርስትያኖ ሮናልዶ ኣመልኪቱ ዝተዳለወ ቀዳማይ ክፋል ይቐርብ እሾኽ ብብልሓ ትፍጠር ብብልሓ ዓብያ ከኣ ስራሕ እሾኽ ክትፍጽም ከይተሰናኸለት ትዓቢ ኣለዋ እሾኽ ካብ እሾኽ እውን ይፈላለዩ ኩሉ እሾኽ ኮይኑ ተፈጥረ እሾኽ ኮይኑ ይውድእ ማለት ኣይኮነን ገለ እሾኽ ብዋሕዲ ማይን ማዕድንን ሓይሊ ፀሓይን ቀምሲሉ ክተርፍ ከሎ ገለን እሾኽ ከኣ ንኹሉ መሰናኽላት በዲሁ ተሪሩ ይወፅእ ወረ ገሊኦም እሾኽሲ እንተቆረፅካዮም እውን መሊሶም ዝጥጥዑ ኣለዉ እዚ ንሎሚ ንዛ መመሰሊ ነጥቢ ክታሓዙ ዝፍትን ዘለኹ ተፃዋታይ እምበኣር ብሓሙሽተ ለካቲት 1985 ኣብ ሳንታ ኣንቶኒዮ መዴራ ዝተወልደ ክርስቲያኖ ሮናልዶ እዩ እቲ ኮኸብ ተፃዋታይ ካብ ወዲ 18 ዓመቱ ኣትሒዙ ኣብ ፕሮፌሽናል ፀወታታት ካብ ዝጅምር ኣብ ኩዕሶ እግሪ ዓለምና ማዕበላት ትፈጥር ከም ዘሎ ይፍለጥ ማዕበላት ብብዝሒ ዘመዝግቦ ጎላት ማዕበላት ብብዝሒ ዝተዓወተ ወናጩ ማዕበላት ብውልቃዊ ዓወታቱ ማዕበላት ብቴክኒካዊ ብቕዓቱ ማዕበላት ብኣካላዊ ቁመንኡ እና ሓንሳብ እውን ኣሉታዊ ማዕበላት ብዘቕርቦ ጠለባቱ ማዕበላት ኣብ ርእሲ ማዕበላት። ክርስትያኖ ካብ ሰራሕተኛ ጀርዲን ጆሴ ዳኒስ ኣቪሮ ኣቡኡን ከሻኒት ማርያ ቦሌሮስ ዶ ሳንቶስ ኣዲኡን ክውለድ ከሎ ካብቲ ኣርባዕተ ቆልዑ ዝነበሩዋ ስድራ እቲ ሕሳስ ልደይ ነይሩ። ዕድመ ቁልዕነቱ ኣብ ብቁጠባ ድንፍዕቲ ዘይነበረት ስድራ ቤት ዝዓበየ ረናልዶ ኣርባዕቴና ኣሕዋት ኣብ ሓንቲ ጸባብ ክፍሊ ተጨፋሊቕና ኢና ዓቢና ክብል ይዝክር። ኣብ ትምህርቱ እውን ፍቱው ምንባሩ ዝንገረሉ ረናልዶ ሓደ እዋን ግና ኣቃሊልካኒ ብምባል ናብ መምህሩ ሰድያ ስለ ዝደርበየ ካብ ቤት ትምህርቱ ተሰጎ መብዛሕትኡ ግዜ ሓደ ማዕጾ ክዕጸወካ ከሎ እቲ ካልእ ማዕጾ እዩ ዝኽፈት ንክርስትያን ሮናልዶ እውን እዚ ዕጫ እዚ በፂሕዎ ነቲ ካብ ወዲ 8 ዓመት ከሎ ዝጀመሮ ፀወታ ኩዕሶ እግሪ ፍሉይ ተውህቦ ስለ ዘርኣየ ወዲ 10 ዓመት ምስ ኮነ ምስ ናይ ውሽጢ ዓዱ ክለብ ናሽናል ትበሃል ተመዝገበ ኣብ 1997 ከኣ ወዲ 12 ዓመት ምስ ኮነ ምስ ክለቡ ናሽናል ኮይኑ ዋንጫ ስለ ዝዓተረ ስፖርቲን ሊዝበን ብዓቐኑ ዘይተፈልጠ ብዝሒ ገንዘብ ናብኦም ኣፈረምዎ ወዲ 14 ዓመት ምስ ኮነ ከኣ ዘለዎ ፍሉይ ተውህቦን መጻእን ብምርኣይ ስፖርቲን ሊዝበን ስሩዕ ጸወታታት ከካይድ መረጽዎ ኣብታ ናይታ ክለብ ትሕቲ 16 17 18 ቢቲሚን ድሕሪ ምፅዋት ከዓ ናብ ዓባይ ጋንታ ተሰጋገረ ወዲ 15 ዓመት ምስ ኮነ ብሕማም ልቢ ስለ ዝተጠቕዐ ረናልዶ መጥባሕቲ ብምግባር ክፍውሶ ከኣለ ኣብ 2002 ናብ ኣርሰናል ፉትቦል ክለብ ብምብፃሕ ምስ ኣርሰን ቨንገር ክራኸብ ከሎ ምስ ወከልቲ ድሕሪ ምዝራብ ግና ናብ ስምምዕ ከም ዘይበፅሑ ይፍለጥ ኣብ ስፖርቲን ሊዝበን ኣብ ዘካይዶ ዝነበረ ገስጋስ ኣተክሮ ሊቨርፑል እውን ክረክብ ዝኸኣለ ሮናልዶ ኣብ 2003 ስፖርቲንግ ሊዝበን ንማንቸስተር ዩናይትድ ኣብ ሊዝበን ክስዕራ ከላ ክርስቲያኖ ሮናልዶ ከኣ ተመስጦ ኣሰልጣኒ ኣሌክስ ፎርግዘን ተጻወትቲ ማንቸስተር ዩናይትድን ክረክብ ከኣለ ኣብ 2003 ከኣ ክርስቲያኖ ሮናልዶ ናይ መጀመርያ ፖርቱጋላዊ ንማንቸስተር ዩናይትድ ዝፈረመ ብምዃን ብ15 ሚልዮን ፓውንድ ተጸንበረ ድሕሪ ምፍራሙ ኣሌክስ ፈርጉሰን ቁፅሪ ሸውዓተ ኢኻ ትለብስ ክብሎ ከሎ ሮናልዶ ግና እቲ ኣብ ስፖርቲን ዝለብሳ ዝነበረ ቁፅሪ 28 ከም ዝዘሊ ተኸራኸረ ምክንያት መእበዩ ከዓ እታ ቁፅሪ ቅድሚ ሕጂ ብባህራት ወይ ከዓ ሌጀንድስ ማንቸስተር ዩናይትድ ብዝኾኑ ከም በዓል ኤሪክ ካንተናን ጆርጅ ቤስትን ዴቪድ ቤክሃምን ትልበስ ስለ ዝነበረት ንኣኣ ኣይበቅዕን እየ ካብ ዝብል ሓሳብ እዩ እቲ ካብ ዝርእዮ ኣትሒዙ ዘይተጠራጠረ ኣሌክስ ፈርጉሰን ግና ብርእሰ ተኣማመነት ክወስዳ ኣእመኖ ክርስትያን ሮናልዶ ኣብ 204 ኣብ ዝበሎ ኣብ ውሽጢ ክልተ ወይ ሰለስተ ዓመት ሓደ ካብ ዝበለፁ ተፃወትቲ ክኸውን እየ ዝደሊ ሓንቲ መዓልቲ ሽመይ ከም በዓል ጆርጅ ቤስትን ዴቪድ ቤክሃምን ክፅዋዕ ከኣ ኣበርቲዐ ክሰርሐ ክብል ተዛሪቡ ምንባሩ ይዝከር ኣብ ነሃሰ 2003 ኣንጻር ቦልተን ተቐይሩ ብምእታው ኣብተን ዝተፃወተን 30 ደቃይቕ ዘደንጹ ተክኒክ ከርኢ ግዜ ኣይወሰደሉን። ደገፍቲ ማንቸስተር ዩናይትድ ከኣ ብሓጎስን ህንጡይነትን ክከታተልዎ ጀመሩ። ኣብቲ ዓመት እቲኣ ከኣ ኣብ 39 ፀወታታት 8 ጎላት ብምዝጋብ ክውድእ ከሎ ዕውት ሽልማት ሴርማት ባስ ብምዃን ብተፃወቲ ብፆቱ ዝበለፀ ተፃዋታይ ናይቲ ዓመት ኮይኑ ተመርፀ። ካልኣይ ዓመቱ ልክዕ ክንዲ ቀዳማይ ዓመቱ እኳ እንተዘይነበረ ኣብ ከባቢ መወዳእታ ናይቲ ዓመተ ስፖርት ብዘርኣያ ምምሕያሽ ንዓመተ ስፖርት 2004-2005 ኣብ ሓምሳ ፀወታታት ትሽዓተ ጎላት ብምምዝጋብ ወዲእዎ ኣብ ዓመተ ስፖርት 2005-2006 እውን ልክዕ ከም ቅድሚኡ ዝነበረ ዓመት ዝበለፀ ብቕዓቱ ኣብ ከባቢ መወዳእታ ናይቲ ዓመት ከንፀባረቕ ከሎ ናይ ነገር ዝምዕብል ንእሽቶይ ተፃዋታይ ዝነበሮ ክፍለጠ ብቕዓት ፀወታ ግና ድሮ ኣወጊድዎ ነበረ ንዋንጫ ዓለም 2006 ጀርመን ከኣ ልዑል ተስፋ ተገይሩሉ ኣተወ ኣብ ርብዒ ፍጻመ ፖርቱጋል ምስ እንግሊዝ ስለ ዝተራኸባ እሞ ዋይን ሩኒ ብሽርሒ ክርስትያኖ ሮናልዶ ብቐይሕ ስለ ዝወፀ ሮናልዶ ኣብ ማዕከና ዜናታት ስፖርት ዓዲ እንግሊዝ ጸሊም ተቐብአ ክሳብ ናብ ማንቸስተር ዩናይትድ ኣይምለስን እዩ ዝብል ወረታት እውን ክናፈስ ጀመረ ኣሰልጣኒኡ ኣሌክስ ፈርጉሰን ግና እዚ ነገር እዚ ምስ ግዜ ክበንን ኢሉ ኣደዓዓሶ ናብ ዓዲ እንግሊዝ ምስ ተመልሰ ከኣ ኣሎ ዝበሃል ጸርፍታት ካብ ኣንጻር ደገፍቲ ክለባት ዓዲ እንግሊዝ ይወርዶ ነበረ። ምዕዋት ፕሪምየር ሊግ 2006-2007 ብማንቸስተር ዩናይትድ ናይ ጋንታ ውፅኢት እኳ እንተነበረ ነቲ መስርሕ ብመሪሕነት ዝቐለሶ ግና ክርስቲያኖ ሮናልዶ እዩ ነይሩ ማንቸስተር ዩናይትድ ንፉልሃም ኣብ መጀመርያ ፀወታ 5 ብ1 ኣብ ዝሰዓረትሉ ነቲ ምርኢት ሮናልዶን ሩንን ክካይድዎ ከለዉ ብወግዒ ከኣ ነቲ ተባኢሶም ከም ዝነበሩ ዝሕመ ዝነበረ መሰረት ከም ዘይብሉ ገለጹ ኣንጸባራቂ ናይ ክንፊ ጸወታ ኣገደስቲ ጎላትን ደገፍ ንጎላትን ብምርኣይ ከኣ ነቲ ዓመት ብዝለዓለ ብቕዓት ኣሕለፋ ሪያል ማድሪድ ትርከበን ክለባት ክገዝኦ ክግደሳ እኳ ጀሚረን እንተነበራ ክሳብ 212 ዘጽንሖ ምስታ ክለብ ኮንትራቱ ኣመሓየሸ ኣብ ዓመት ስፖርት 27208 እውን ብዝያዳ ብምምሕያሽ ኣብ ኩሉ ጸወታታት 42 ጎላት ከመዝግብ ከሎ ኣብ ግንቦት 2008 ከኣ ንማንቸስተር ዩናይትድ ናይ ፕሪምየር ሊግን ቻምፒየንስ ሊግን ተዓዋቲት ክትከውን ሓገዛ ንሱ ከኣ ኣብ ፕሪምየር ሊግ ኣብታ መወዳእታ ጸወታ ኣገዳሲት ጎል ብምምዝጋቡን ኣብ ሞስኮ ቻምፒየንስ ሊግ ፋይናል ኣንጻር ቸልሲ ከኣ ኣገዳሲት ቀዳመይቲ ጎል ብቴስታ ብምዝጋቡን እዩ ኣብ ዋንጫ ኤሮጳ 2008 እውን ሮናልዶ ናብ ሪያል ማድሪድ ክሰጋገር እዩ ተባሂሉ እኳ ብጽዑቕ ይዝረበሉ ተነበረ ግና ምስ ዩናይትድ ክቕጽል ተሰማምዐ ብምኽንያት መጥባሕቲ ብርኪ ናይ 2008-2009 ፀወቱ ዝተደናጎየ ረናልዶ ኣብ ግጥም ቻምፒየንስ ሊግ ማንቸስተር ዩናይትድ ኣንጻር ቪላሪያል ተቐየሩ ብምእታው ምምላሱ ከረጋግፅ ከሎ ደገፍቲ ዩናይትድ ከዓ ድሙቕ ኣቀባብላ ገበሩሉ ድሕሪ ክልተ ወርሒ ከዓ መበል ሚእቲ ጎሉ ኣንጻር ስቶክ ሲቲ ኣብ 15 ሕዳር 2008 ኣብ ኦልትራፎርድ ኣመዝገበ ብሉፅ ፀወትኡ ናይ 2008 ከኣ ብውልቃዊ ዓወታት ተደረዐ። ኣብ ጥቅምቲ 2008 ፊፋ ፕሮ ፕሌየር ኦፍ ዘይር ከብል ከሎ ኣብ ታሕሳስ ናይቲ ዓመት ከኣ ነታ ህብብቲ ባሎንቲዮር ሽልማት ክዕወተላ ከሎ ካብ ማንቸስተር ዩናይትድ ድሕሪ ጆርጅ ቤስት ኣብ 1968 ነታ ሽልማት ንመጀመርያ ክዕወተላ ዝኸኣለ ኮይኑ ኣብ ጥሪ 2009 ከኣ ናይ መጀመርያ ተፃዋታይ ማንቸስተር ዩናይትድ ፊፋ ፕሌየር ኦፍ ዘይር ክሽለም ዝበቕዐ ኮነ ኣብቲ ግዜ እዚ ሮናልዶ ካብ ዝበሎ ከኣ እዚ ጥርዚ ናይ ዝበለጸ ኣብ ዘሕለፍኩዎ ግዜ እዩ ክፋል ታሪኽ ማንቸስተር ዩናይትድ ክኸውን ምብቅዐይ ዕድለኛ እየ ሓደ ካብቲ ዝበለጸ ኣጋጣሚታት ናይ ህይወተይ እዩ ኣብዚ ዓወት እዚ ደጊመ ክምለስ ከኣ ይምነ ኢሉ ምንባሩ ይዝከር ኣብ ዓመተ ስፖርት 2008-2009 ወላ እኳ ከም ናይ ቅድሚ ዓመት ብቕዓታ የንጸባርቕ እታ ጋንታ ብተኸታታሊ ሃትሪክ ፕሪምየርሺፕ ክትዕወትን ኣከታቲላ ንካልኣይ ግዜ ዋንጫ ሻምፒየንስ ሊግ ክትበጽሕን ሓጊዝዋ እዩ ንኣብነት ኣብ ሻምፒየንስ ሊግ ኣብ ሰለስቲኡ ኣውዲቕካ ምሕላፍ ከመዝግብ ከሎ ጎል ናይቲ ዓመት ዝተሰምየት እውን ኣብ ርብዒ ፍጻመ ካልኣይ እግሪ ኣንጻር ፖርቶ ከመዝግብ ከኣለ ኣብ ፍርቂ ፍጻመ እውን ኣብ ካልኣይ እግሪ ጸወታ ንኣርሰናል ክልተ ጎል ከም ዘመዝገበ ይዝከር ኣብ መወዳእታ ጸወቱ ኣብ ኦልትራፎርድ ከኣ ማንቸስተር ዩናይትድ ካብ ኣርሰናል ብሓንቲ ነጥቢ በሊጾም ፕሪምየር ሊግ ናይቲ ዓመት ብምዕዋቶም ንዕኡ ከኣ ሳልሰይቲ ናይ ፕሪምየር ሊግ ዓወት ኮነትሉ ክወጽእ ምዃኑ እኳ ብዙሕ ሰብ ዘይሓስቦ ተነበረ ኣብ 11 ሰነ 2009 ግና እታ ክለብ ሮናልዶ ናይ ምውፃእ ድልዮቱ ገሊፅና ኢላ መግለፂ ብምውፅኣ ደገፍቲ ንዘይልመት ክለምዱ ነብሶም ከለማሙዱ ጀመሩ ናይቲ ግዜ እቲ ናይ ዓለምና ዝኸበረ መሰጋገሪ ዋጋ ማለት 80 ሚልዮን ፓውንድ ተኸፊልዎ ከኣ ድሕሪ ሰለስተ ሰሙን ተፃዋታይ ሪያል ማድሪድ ኮነ ካልኣይ ክፋል ይቕፅል የቐንየለይ